ትሕቲ like ማዓኮርኩም ዓጢቅኩሞ ገለ ትከዱ ኣወዳት that's not attractive ok ኣንቴና ኣዋልድ ከኣ ክፋት መፋት ኣብዚሕክን ማለት it doesn't mean you're beautiful ጽባቀ ናይ ውሽጢ ጥራይ ኣይኮነን ብደገ ከኣ ውን you know ኣከዳድናኺ ሰባት ከመይ ይርእዩኺ ሰላም ሰላም ክቡራት ተዓዘብቲ እንቋዕ ናብ ዩቲብ ቻነለይ ብድሓን መጻኹም ስመይ ሰላም ሳይሞን ይበሃል ሎመዓልቲ ብዛዕባ ኣብ

ቱ ሲሪየስ ክትኮኑ የብልኩምን ብናተ ኤግዛምፕል ክበኩም እንድሕር ኮይነ I was extremely serious kid um, you know ቤተክርስትያን ይኸይድ and ምስ ሰባት ሰላም ይበሃሃል ትምህርተይ ከዓ ንፍዕቲ ነይረ so እዘን ሰለስተ ነይረናኒ ግን ኤክስትሪምሊ ሲሪየስ ስለዝነበርኩ በቃ ምስ ኩሉ ሰባይ ከይደነ you know ሰባት ብሬን ዋሽ እዮም ዝገብሩካ ከተዕልሎም ከለካ ስለዚ ምስቶም ኣነ ንፋዓት ዝብሎም ሰባት ጥራይ ዘዕልል ገለ ዝብል ዓይነት ኣተሓሳስባ ነይሩኒ ዊች ኣይ ኣድማየር ክሳብ ሕጂ እውን ሒዘዮ ዝኸይድ ዓይነት ኣተሓሳስባ እዩ ስለዚ እትዮም ኣብ ከባቢኹም ዘለዉ ሰባት ፅልዋ ስለ ዘለዎም ኣብ ሂወትኩም እንታይ ዓይነት ሰብ ክትኮኑ ከም ትኽእሉ ስለዚ ኩሉ ግዜ ቢ ማይንድፉል ኤንድ ሲምፕል ነገር ይመስል ግን ከዓኒ ብዙሕ ለውጢ ይገብረልካ እዩ ካብኡ ዝተላዕለ ምሻሉ ኣተሓሳሰበይ ከም ናይ ዓበይቲ ኣተሓሳስባ ክህልወኒ ክኢሉ ማለት እዩ እንዳ ለበምካ እንዳ ዋይስ እንዳኾንካ ኢኻ ትኸይድ ኦኬ ኦኬ እቲያ ካልኣይቲ ከዓ ምስ ሰባት ዘረባ ሰብ ስምዑ ኣገናዝቡ ኩሉ ግዜ ሰባት ዝተፈላለየ ዓይነት ማዕዳ ክህቡኹም ይኽእሉ እዮም። ንኹሉ ሰብኩም ክትሰምዕዎ ማለት ኣይኮነን። እቲ ልብኹም ዝደልዮ ንስኻትኩም ፈለው ክትገብሩ ኣለኩም እንድዩ፣ ግን ከኣ ንዓበይቲ ሰባት ከኣ ኩሉ ግዜ ስምዑ። ሰባት ዝኾነ ነገር እንድሕር ደኣ ምኽሪ ሂቦምኒ ይሰምዕ እየ፣ ይቕበል እየ። ንኣብነት ንመን ትቕበልካ ይፈላለ እንድዩ፣ ነቶም ብጣዕሚ ጽቡቕ ገይሮም ሜንቶር ዝገብሩኻ ሰባት፣ ኣብ ህይወትካ ግዱሳት ዝኾኑ ሰባት ክትሰምዖም like it's a must ምክንያቱ ንስኻ ዘይትርእዮ ነገራት ንሳቶም ክርእዩልካ ስለ ዝኽእሉ። ካልኣይ ስድራ ቤትካ ኩሉ ግዜ ንዓኻ ጽቡቕ ነገር እዮም ዝደልዩ። ስለዚ ክመኽሩኻ ከለዉ ኩሉ ግዜ ኣገናዝቦ። ምስኦም ተሰማማዕ ማለት ኣይኮነን። ሰምታይምስ ዘይንሰማማዓሉ ነገራት ክኸውን ይኽእል እዩ። ሞራል ሞራላዊ ክኸውን ይኽእል እዩ። ዩነው ናይ ሕልና ጉዳይ እውን ክኸውን ይኽእል። ዝተፈላለየ ልብኻ ፎሎው ክትገብር ኣለካ። ግን ጀነራል ዝኾነ ዓይነት ኣድቫይስ እንድሕር ዳ ሂቦምኻ ኩሉ ግዜ ስድራ በልካ ስማዕ። ሳልሳይ፣ ካብ ስድራቤትካ ንላዕሊ ካልኦት ኣዕሩኽቲ፣ መሓዙትክን መሓዙትን ኣዕሩኽትን ኣብ ዘብጽሑ ኣየብጽሑኻን እዮም። ኩሉ ግዜ ቲነጅ ኣብ ትኾነሉ ግዜ ንኣዕሩኽትኻ ንመሓዙተይ መሓዙተይ መሓዙተይ ዝበልዎ ኣምላኽ ከም ዝበሎ ዝኾነ ምሻሎ

ኦፍኮርስ ስድራኻ ሂወት እንድሕር ዳሃልዮ ምሳኻ ዩኖ ዴይ ኮንቲኒ ኤጁኬት እንዳገበሩ ካዮም ዝኸዱ ግን ኩሉ ሰብ ይፈትወካ ወይ ከዓ ኩሉ ሰብ ክፈትወኒ ኢልካ ኣይትፀበ ወይ ኣይትፀበ ሰባት ናቶም ምርጫ እዩ ንስኻ ንነብስኻ ግን ክትፈትዋ ከኣል ንስኻ ሕሰባ እሞ ኣነ ከም ሰላም ንሰላም መሓዛኣ ምኾንኩ ዶ ኢልካ ሕሰብ ወይ ንነብስኻ ማለት እዩ ብሓፂሩ ሰው ንነብስኻ ነብሰይ ኣነ መሓዛ ምኾንኩ ዶ ንነብሰይ ደይት ምገበርኩዋ ዶ ንነብሰይ እንታይ ከመሓይሾ ዘለኒ ዓይነት ባህርየታት እንታይ ኣሎ ኢልካ ክትሓስብ ክትክእል ኣለካ ማለት እዩ ሰው ንነብስኻ እንድሕር ደኣ ንስኻ ፈቲኻያ ካልኦት ሰባት ፈትዮምኒ ኣይፈትዮምኒ and especially እዚኣ ከዓ ነወዳት ነዋለድባ ሰሪ ኣወዳት ፈትዮምኒ ከምዚ ኢሉኒ

ላይክ ኢር ላይክ እዋይ ኣበይ ጸኒሐ ኢልካ ኢኻ ትሓስብ ስለዚ ጓል እንድሕዳ ኮንኪ ኣብ ኮምታት ኣብ ንዓኺ ኣብ መጻኢ ክሕግዘኪ ዝኽእል ነገራት ፎከስ ግበሪ እቲ ካልእ ኩሉ ነገር ብድሕሪት ይመጽእ እዩ ንድ ካልእ መጽሓፍቲ ኣንብቡ መጽሓፍቲ ምንባብ ፍተው ካብ ሕጂኹም ጀሚሩ ላይክ እተ ሆቢ ምክንያቱ ቲኔጅ ስለ ዝኾንካ

ከምኡ ዘይብልኩም ሰባት ኣቦና ደን ዘይብልኩም ከምኡ ወን ኣሕዋት ዘይብልኩም ሰባት ደቂ ሓወቦኹም ድዮም ገለ መለ ዘመድካ ኩሉ ግዜ እዝ ዘመድካ ኦከ ሶ ሜንቴን ኣ ጉድ ሪሌሽንሽፕ ምስኦም ኣብ ጸገምካ ሰብ ክኾኑኹም ዝኽእሉ ሰባት ክቢ ጎረቤትኩም በብ ፍቕሪ ምስ ሰባት ዘለኩም ዓይነት ሪሌሽንሽፕ ኣጠናኽርዎ ዋው ኣይ ሳውንድ ላይክ ኣጠናኽርዎ ኣበራትዕዎ ኦከ ጎስጓስ ክበሩላ ንነብስኹም ጎስጓስ ግበሩላ ነብስሞ ካነ ትግርኛ ዝዝ ወይስ ከምኡ ግበሩ ኢኹም ን ካልእ ከ እንታይ ዝሓስብ ነረ መስለኩም እያ ምንባብ ክትፈት ኣለኩም ምምሃር እንታይ ክምሃር ኣለኒ ኣብዚ ምዕቡል ዓለም መፂኹም ዩ ሃ ታይም ኦንላይን ኮድኩም ኮርስ ውሰዱ ካብ ትምህርቲ ምስ መፃኹም ኦንደሳይ ኣነ ሕጂ ከምኡ እየ ዝገብር ነረ ካብ ቀደመይ ማለት እዩ like ኣብ ሃይ ስኩል ሃሎ ሕጂ ዩኒቨርሲቲ እየ ዘለኹ ስቲል ግን ኣብቲ ኦን ሳይድ በቃ ሓድሽ ስኪል ሓደ ኤዲት ዩቱብ ቪድዮ ንኣብነት ኦራይ ክንገጸል ኢና እምበኣር ከማይ ኣነ ነርድ እየ ሶ ኣድሚት ይገብር እየ ኦኬ ስቕ ኢሉ ምስ መፅሓፍ ዝውዕል ሰብ ምሽ ኣሎ በቃ ኣብ ገዛይ ኮይነ ከምታት ገለ ነይረ ትምህርተይ ኣነን ጥራይ ነይረ ሶ ኩሉ ሰብ ከምኡ ክኸውን ኣለዎ ዝብል ሓሳብ የብለይ ከም ባህርያትካ ኹን ትወፅእ

ሲስተም ክህልወካ ኣለዎ ሰው እንኮምታት ከመክረኩም ይደልይ ማለት እዩ ካልእ It makes me feel like a little old እዚኣ ክብል ከለኹ በቃ ብጣዕሚ ዝኣረግ ኮይኑ ስማዓኒ ኣሎ ቦይስ ቀዳማይ እዚኦም ኣወዳት ኣብዚኣ ትሕቲ ትሕቲ ላይክ ማዕኮርኩም ዓጢቕኩሞ ገለ ትኸዱ ኣወዳት that's not attractive okay ኣነ ቴና ወለድ ከኣ ከፋት መፋት ኣብዚሕክን ማለት it doesn't mean you're beautiful ጽባቐ ናይ ውሽጢ ጥራይ ኣይኮነን ብደጋ ከኣ እውን you know ኣከዳድናኺ ሰባት ከመይ ይርእዩኺ እዩ ዘርኢ so ንኣብነት ከፋት መፋት እንድሕር ዳ ገይረ ከይደ ኣነ ንኣብነት I'm not saying ከም ደም ይገብሩ የለኹም but I'm just telling you ከፋት መፋት you know ጡብካ ዘርኢ ገለመለ ጌርካ እንድሕር ዳ ከድካ ሰባት ብኸመይ የዘራርቡካ ከመይ ይቀርቡካ ክትሪኦ ኢክን ባዕልክን and ፅቡቅ ፕሮፈሽናል ናይስ ሞደስት ዝኮነ ዓይነት you know ኣከዳድና እንድሕር ዳኣ ተከዲንክን ከይድክን ከዓ ሰባት ከመይ ትሪት ይገብርክን ከዓ ባዕልክን ረኦዮ ስለዚ you have to go with you have to go with the with with the situation okay in ናብ social setting ትከዳ እንድሕር ዳኣ ሰላም ሰላም ኣሕዋተይ እዛ ቪድዮ ኢንጆይ ጌርኩማ ክትኮኑ ተስፋ እንዳገበርኩ ኩሉ ከምፃልኩም እትደልይዎ ዓይነት ኮንተንት ወይ ክዛረበሉ ዝደለኹምኒ ዛዕባታት እንድሕር ድኣ ሃልዩካ ኣብ ታሕቲ ጽሓፉለይ ኢኹም ኣብ ኩሉ ሶሻል ሚድያይ ሰላም ሳይሞን ብምባል ኣብ ቲክቶከይ ፌስቡክን ኢንስትግራም ፎሎው ግበሩኒ ኢኹም and ያ uh, subscribe ስለ ዝገበርኩምለይ ብጣዕሚ እየ ዘመስግነኩም ኣነው ቲኔጀር ምዃን ሓንሳብ ሓንሳብ ቅሩብ ክብድ ይብል እዩ ግን ኣጀኹም በርትዑ ኢኹም ክብለኩም ይደሊ ዝኾነ ዓይነት ቻለንጅ እንድሕር ድኣ ሃልይኩም ከኣ ወይ ከ እዚ ዛዕባ እዚ ክዝተየሉ ኣለዎ ትብሉ ዓይነት ዛዕባ እንድሕር ድኣ ሃልዩ ፊል ፍሪ ቴክስት ግበሩለይ ዲኤም ግበሩለይ ኣብ ኮመንት እውን ጸሓፉ ከምኡ ድማ ደቂ ሓበቦኹም ደቂ ደቂ ክላስኩም ወይ ደቅኹም ደቂ ደቅኹም ዘለኹም እንድሕር ድኣ ሃልይኩም ናብ ኩሎም እዛ ቪድዮ ከኣ ሼር ግበሩለይ ኣነ ሎመዓልቲ ናይ መጀመርያ እዩ ነይሩ ካልእ መዓልቲ ግን more ከምጽእካ ተስፋ ኣለኒ ማለት እዩ ስለዚ ብጣዕሚ እየ ዘመስግነኩም ቻው ቻው።